ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ። ክብራት ኣሕዋቲ እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን ከዓኒ ከምቲ ልሙድ ዕለታዊ ሸርፊ ብጸሊም ዕዳጋ ወይ ከዓ ብሓዋላ ክንደይ እኒሆ ንዝብል ሓቢርና ክንርኢ ኢና። እስካዕ ቪድዮ ፍፃመ ንክትከታተሉ ብኣኽብሮት ይዕድም። ንቻናለይ ሓደሽቲ ዝኾንኩም ሳብስክራይብ፣ ንምድለዋተይ ከዓ ላይክ ሸር እናገበርኩም ንክተበረታትዑኒ ብትሕትና ይላቦ። ላይክ ሸር ንትገብሩለይ ከዓ ካብ ልቢ እናመስገንኩ ክብራት ኣሕዋተይ እምበኣርከስ ጥቅምቲ ክልተ ወይ ከዓ ኦክቶምፐር ዓሰርተ ክልተ ዝርዝር ሃገራት ከምኒ ኣሜሪካ ዶላር፣ ኢሮ፣ ስዊዝ ፍራንክ፣ ካናዳ ዶላር፣ ኣውስትራሊያ ዶላር፣ ቻይና ዩሃን፣ ፓውንድ ስተርሊንግ፣ ኩዌት ዲናር፣ ዩናይትድ ዓረብ እምሬ ድርሃም፣ ስዑዲ ዓረብ ሪያል፣ ኦማን ሪያል፣ ጆርዳን፣ ባህሬን፣ ቱርኪ፣ ግብጺ፣ እስራኤል ሽቅል ወዘተ ዝበሉ ክንርኢ ኢና። ሰናይ ጻንሒት። ክብራት ኣሕዋተይ ሎምዓንቲ ሓዋላ ብዝገርም ኩነታት እዩ ወሲኺ ዘሎ። ንመዓልትታት ወይ ከዓ ንወርሓት ክቐንስ ዝቐነየ ሓዋላ ሎማዕንቲ ግን ብዘይተፀበናዮ መልክዑ ብባንኪ ኮነ ብፀሊም ዕዳጋ ከፍተኛ መጠን ወሰኽ ኣርእዩና እኒሆ ማለት እዩ። ብመጀመርያ እንሪኦ ናይ ኣሜሪካ ዶላር ይትኸውን። ናይ ኣሜሪካ ዶላር ብናይ ኢትዮጵያ ንግድ ባንኪ ሚእትን ኣርባዓን ቅርሽን ነጥቢ ሰማንያን ሽዱሽተን ሳንቲምን ክሽርፍ ከሎ ሚእቲ ዶላር ዓሰርተ ኣርባዕተ ሽሕን ሰማንያን ሽዱሽተን ቅርሽን ይኸውን ኣሎ ብኢትዮጵያ ንግዲ ባንኪ። ዶላር ብናይ ኣምሃራ ባንኪ ሚእትን ኣርባዓን ሸውዓተን ቅርሽን ሓምሳን ሓሙሽተን ሳንቲምን ክሽርፍ ከሎ ሚእቲ ዶላር ዓሰርተ ኣርባዕተ ሽሕን ሸውዓተ ሚእትን ሓምሳን ሓሙሽተን ቅርሽን ይመጸ ኣሎ። ዶላር ብጸሊም ዕዳጋ ወይ ከዓ ብሓዋላ ብዝገርም ኩነታት ትማሊ እንድሕር ደኣ ተዓዚኩሞ ከባቢ ሚእትን ስሳን ሸውዓተን ቅርሺ እዩ ነይሩ ሎማዓንቲ ግን ልዕሊ ሰለስተ ቅርሺ ብምውሳኽ ሚእትን ሰብዓን ቅርሽን ሓምሳን ሓደን ሳንቲምን እናተሸረፈ ውዒለ ኣሎ እዚ ማለት ሚእቲ ዶላር ዓሰርተ ሸውዓተ ሽሕን ሓምሳን ሓደን ቅርሽን በጺሕኒሆ ማለት እዩ ቀጺልና ንሪኦ ኢዩ ሮኢ ክኸውን። ዩሮ ብናይ ኢትዮጵያ ንግድ ባንኪ ሚእትን ሱሳን ኣርባዕተን ቅርሽን ነጥቢ ዓሰርተ ሓሙሽተ ሳንቲምን ክሸረፍ ከሎ ሚእቲ ዩሮ ዓሰርተ ሽዱሽተ ሽሕን ኣርባዕተ ሚእትን ዓሰርተ ሓሙሽተ ቅርሽን ይመጽእ ኣሎ። ዩሮ ብናይ ግሎባል ባንኪ ሚእትን ሰብዓን ሓሙሽትን ቅርሽን ነጥቢ ዓሰርተ ክልተ ሳንቲምን ክሸረፍ ከሎ፣ ሚእቲ ዩሮ፣ ዓሰርተ ሸውዓተ ሽሕን ሓሙሽተ ሚእትን ዓሰርተ ክልተ ቅርሽን፣ ይመጸሉ ማለት እዩ። ዩሮ ብጸሊም ዕዳጋ ወይከዓ ብሓዋላ ብዝገርም ኩነታት ሚእትን ተስዓን ሸውዓተን ቅርሽን ሰማንያን ሓሙሽተን ሳንቲምን ክሸረፍ ከሎ ሚእቲ ዩሮ ዓሰርተ ትሽዓተ ሽሕን ሸውዓተ ሚእትን ሰማንያን ሓሙሽተን ቅርሽን እናተሸረፈ ውዒሉ ኣሎ። እዚ ማለት ብጸሊም ዕዳጋ ኮነ ብባንኪ ብጣዕሚ ወሰኽ ኣርኢና እኒሆ ማለት እዩ። ታይ ደኣ ኣብ ወርሒ ጥቅምቲ እንግዲ ብኸምዚ ጀሚርዎ እኒሆ መወዳእትኡ ታይ ይኸውን ሓቢርና ንሪኦ ኢና። ቀጺልና ንሪኦ ናይ ስዊዘርላንድ ፍራንክ እዩ ክኸውን ናይ ስዊዝ ፍራንክ ብናይ ኢትዮጵያ ንግዲ ባንኪ ሚእትን ሰብዓን ሰለስተን ቅርሽን ነጥቢ ዜሮ ሸሞንተ ሳንቲምን ክሽረፍ ከሎ ሚእቲ ናይ ስዊዘርላንድ ፍራንክ ዓሰርተ ሸውዓተ ሽሕን ሰለስተ ሚእትን ሸሞንተን ይመጸ ኣሎ። ናይ ስዊዝ ፍራንክ ብናይ ወጋገን ባንኪ ዓሰርተ ሸውዓተ ሽሕን ትሽዓተ ሚእትን ሰማንያን ክልተን ሳንቲምን ክሽረፍ ከሎ፣ ሚእቲ ናይ ስዊዝ ፍራንክ ዓሰርተ ሸውዓተ ሽሕን ትሽዓተ ሚእትን ሰማንያን ክልተን ቅርሽን ይመጽእ ኣሎ ማለት እዩ። ናይ ስዊዘርላንድ ፍራንክ ብጸሊም ዕዳጋ ወይ ከዓ ብሓዋላ ክልተ ሚእትን ዓሰርተ ሰለስተ ቅርሽን ነጥቢ ዓሰርተ ሸሞንተ ሳንቲምን ክሽረፍ ከሎ፣ ሚእቲ ናይ ስዊዘርላንድ ፍራንክ ዕስራን ሓደን ሽሕን ሰለስተ ሚእትን ዓሰርተ ሸሞንተ ቅርሽን እናተሸረፈ ውዒለ ኣሎ። ቀጺልና ንሪኦ ናይ ካናዳ ዶላር ናይ ካናዳ ዶላር ብናይ ኢትዮጵያ ንግድ ባንኪ ቴስዓን ሸሞንተን ቅርሽን ነጥቢ ቴስዓን ክልተን ሳንቲምን ክሸረፍ ከሎ ሚእቲ ናይ ካናዳ ዶላር ትሽዓተ ሽሕን ሸሞንተ ሚእትን ቴስዓን ክልተን ቅርሽን ይመጸ ኣሎ። ካናዳ ዶላር ብናይ ወጋገን ባንኪ ሚእትን ክልተን ቅርሽን ነጥቢ ሰማንያን ሓሙሽተን ሳንቲምን ክሸረፍ ከሎ ሚእቲ ናይ ካናዳ ዶላር ዓሰርተ ሽሕን ክልተ ሚእትን ሰማንያን ሓሙሽተን ቅርሽን ይኸውን ኣሎ ማለት እዩ። ካናዳ ዶላር ብጸሊም ዕዳጋ ወይ ከዓ ብሓዋላ ብዝገርም ኩነታት ሚእትን ዒስራን ሓደን ቅርሽን ሰብዓን ሓደን ሳንቲምን ክሸረፍ ከሎ ሚእቲ ናይ ካናዳ ዶላር ዓሰርተ ክልተ ሽሕን ሓደ ሚእትን ሰብዓን ሓደን ቅርሽን ይመጽእ ኣሎ ማለት እዩ ደቂ ዓበይትወይ ቀጺልና ንሪኦ ናይ ኣውስትራልያ ዶላር ናይ ኣውስትራልያ ዶላር ብናይ ኢትዮጵያ ንግድ ባንኪ ቴስዓን ሓደን ቅርሽን ነጥቢ ዜሮ ክልተ ሳንቲምን ክሸረፍ ከሎ ሚእቲ ናይ ኣውስትራልያ ዶላር ትሽዓተ ሽሕን ሓደ ሚእትን ክልተን ይመጸሎ ኣውስትራልያ ዶላር ብናይ ወጋገን ባንኪ ቴስዓን ኣርባዕተን ቅርሽን ነጥቢ ሰላሳን ሓሙሽተን ሳንቲምን ክሽረፍ ከሎ ሚእቲ ናይ ኣውስትራልያ ዶላር ትሽዓተ ሽሕን ኣርባዕተ ሚእትን ሰላሳን ሓሙሽተን ቅርሽን ይመጽእ ኣሎ። ናይ ኣውስትራልያ ዶላር ብናይ ኢትዮጵያ ብላክ ማርኬት ወይ ከዓ ብሓዋላ ሚእትን ዓሰርተ ቅርሽን ነጥቢ ዕስራን ክልተን ሳንቲምን ክሽረፍ ከሎ ሚእቲ ናይ ኣውስትራልያ ዶላር ዓሰርተ ሓደ ሽሕን ዕስራን ክልተን ቅርሽን ይመጽእ ኣሎ ማለት እዩ። ቀጺልና ንሪኦ ናይ ቻይና ዩሃን ቻይና ዩሃን ብናይ ኢትዮጵያ ንግድ ባንኪ ዓሰርተ ትሽዓተ ቅርሽን ሰላሳን ትሽዓተን ሳንቲምን ክሽረፍ ከሎ ሚእቲ ናይ ቻይና ዩሃን ሽሕን ትሽዓተ ሚእትን ሰላሳን ትሽዓተን ቅርሽን ይመጸሎ ቻይና ዩሃን ብናይ እናት ባንኪ ዕስራ ቅርሽን ነጥቢ ዕስራ ቅርሽን ነጥቢ ዜሮ ሸሞንተ ሳንቲምን ክሸረፍ ከሎ ሚእቲ ናይ ቻይና ዩሃን ክልተ ሽሕን ሸሞንተን ይመጸሎ ቻይና ዩሃን ብጸሊም ዕዳጋ ዊክዓ ብሓዋላ ዕስራን ሰለስተን ቅርሽን ነጥቢ ተስዓን ሓደን ሳንቲምን ክሸረፍ ከሎ ሚእቲ ናይ ቻይና ዩሃን ክልተ ሽሕን ሰለስተ ሚእትን ተስዓን ሓደን ቅርሽን ይኸውን ኣሎ ማለት እዩ። ቀጺልና ንሪኦ ናይ እንግሊዝ ፓውንድ ስተርሊንግ ናይ እንግሊዝ ፓውንድ ስተርሊንግ ብናይ ኢትዮጵያ ንግዲ ባንኪ ሚእትን ሰማንን ኣርባዕትን ቅርሺ ነጥቢ ሰማንን ሓደን ሳንቲምን ክሸረፍ ከሎ ሚእቲ ፓውንድ ዓሰርተ ሸሞንተ ሽሕን ኣርባዕተ ሚእትን ሰማንን ሓደን ቅርሽን ይመጸ ኣሎ ፓውንድ ብናይ ወጋገን ባንኪ ብናይ ወጋገን ባንኪ ፓውንድ ስተርሊንግ ሚእትን ቴስዓን ሸውዓተን ቅርሽን ነጥቢ ስሳን ሓሙሽተን ሳንቲምን ክሸረፍ ከሎ ሚእቲ ፓውንድ ስተርሊንግ ዓሰርተ ትሽዓተ ሽሕን ሸውዓተ ሚእትን ስሳን ሓሙሽተን ቅርሽን ይመጸሎ ፓውንድ ስተርሊንግ ብጸሊም ዕዳጋ ዊከዓ ብሓዋላ ክልተ ሚእትን ዕስራን ሸውዓተን ቅርሽን ሓምሳን ሓሙሽተን ሳንቲምን ክሽረፍ ከሎ ሚእቲ ፓውንድ ስተርሊንግ ዕስራን ክልተን ሽሕን ሸውዓተ ሚእትን ሓምሳን ሓሙሽተን ቅርሽን ይመጸሎ ደቂ ዓቢት ወይ ሎም መዓንቲ ንመጀመርያ ግዜ እዩ ብከፍተኛ መጠን ክሸርፍ ከሎ ጸሊም ዕዳጋ ማለት እዩ ብጣዕሚ ወሰኽ ኣብ መዓልቲ ልዕሊ ሓሙሽተ ቅርሺ ወሰኽ ዘርእየና ኣጋጣሚ እዩ እንሆ እንታይ ደኣ ደቂ ዓቢት ወይ ኣብ ኢትዮጵያ ወሲድኩም ገንዘብኩም ኮፍ ንተብልዎ ተጠንቀቑ ማለት እዩ ግዜያዊ ረብሓት ግዜያዊ ጥቕሚ ንትጥቀምሉ ግን ችግር የብሉን። እንታይ ደኣ ኣሽሪፍኩም ኣብ ባንኪ ንተቐምጡ ግን ተጠንቀቑ ማለት እዩ። ብጣዕሚ እናወሰኸ እዩ ዝርከብ ዘሎ። ምክንያቱም ሕዚ ኣብ መጀመርያ ወርሕታት ስለ ዝኾነ ብዙሕ ናይ መንግስቲ ምቀያራ ስለ ዘሎ ንዑ ይመስለኒ እናወሰኸ እዩ ዝርከብ ዘሎ ቀፂልና ንሪኦ ናይ ኩዌት ዲናር ይከውን ናይ ኩዌት ዲናር ብፀሊም ዕዳጋ ወይ ከዓ ብሓዋላ ብዝገርም ኩነታት ልዕሊ ዓሰርተ ቅርሺ ወሲኹ ሓሙሽተ ሚእትን ሓምሳን ሽዱሽተን ቅርሽን ነጥቢ ሰብዓን ሓሙሽተን ሳንቲምን ክሸረፍ ከሎ ሚእቲ ናይ ኩዌት ዲናር ሓምሳን ሓሙሽተን ሽሕን ሽዱሽተ ሚእትን ሰብዓን ሓሙሽተን ቅርሽን ይመጸሎ ማለት እዩ ክብራት ኣሕዋተይ ቀጺልና ንሪኦ ናይ ዩናይትድ ኣረብ እምሬት ወይ ከዓ ናይ ዱባይ ድርሃም ናይ ዱባይ ድርሃም ብናይ ኢትዮጵያ ንግድ ባንኪ ሳላሳን ሸሞንተን ቅርሽን ሳላሳን ሸውዓትን ሳንቲምን ክሸረፍ ከሎ ሽሕ ናይ ዩናይትድ ኣረብ እምሬ ድርሃም ሳላሳን ሸሞንተን ሽሕን ሳላሳን ሸውዓተን ቅርሽን ይመጽእ ኣሎ። ናይ ዱባይ ድርሃም ብናይ ብናይ ኣዋሽ ባንኪ ናይ ዱባይ ድርሃም ኣርባዓን ሰለስተን ቅርሽን ሳላሳን ሰለስተን ሳንቲምን ክሸረፍ ከሎ ሽሕ ናይ ዩናይትድ ኣረብ እምሬ ድርሃም ኣርባዓን ሰለስተን ሽሕን ሳላሳን ሰለስተን ቅርሽን ይመጽእ ኣሎ። ብናይ ኣዋሽ ባንኪ ናይ ዩናይትድ ኣረብ እምሪ ድርሃም ብጸሊም ዕዳጋ ዊከዓ ብሓዋላ ኣርብዓን ሽዱሽተን ቅርሺ ነጥቢ ኣርብዓን ሰለስተን ሳንቲምን ክሽረፍ ከሎ ሽሕ ናይ ዩናይትድ ኣረብ እምሪ ድርሃም ኣርብዓን ሽዱሽተን ሽሕን ኣርብዓን ሰለስተን ቅርሽን ይመጽእ ኣሎ። ቀጺልና ንርእዮ ናይ ስዑዲ ዓረብ ርያል ይክኸውን። ናይ ስዑዲ ዓረብ ርያል ብናይ ኢትዮጵያ ንግድ ባንኪ ሰላሳን ሸውዓተን ቅርሽን ሓምሳን ሓሙሽተን ሳንቲምን ክሽረፍ ከሎ፣ ሽሕ ናይ ስዑዲ ዓረብ ርያል ሰላሳን ሸውዓትን ሽሕን ሓምሳን ሓሙሽተን ቅርሽን ይመጽእ ኣሎ። ናይ ስዑዲ ዓረብ ርያል ብናይ ብናይ ኣዋሽ ባንኪ ኣርብዓን ክልተን ቅርሽን ነጥቢ ኣርብዓን ሓደን ሳንቲምን ክሽረፍ ከሎ፣ ሽሕ ናይ ስዑዲ ዓረብ ርያል ኣርብዓን ክልተን ሽሕን ኣርብዓን ሓደን ቅርሽን ይመጽእ ኣሎ። ናይ ስዑዲ ዓረብ ርያል ብጸሊም ዕዳጋ ውይከዓ ብሓዋላ ብዝገርም ኩነታት ኣርብዓን ሓሙሽተን ቅርሽን ነጥቢ ኣርብዓን ሽዱሽተን ሳንቲምን ክሽረፍ ከሎ፣ ሽሕ ናይ ስዑዲ ዓረብ ርያል ኣርብዓን ሓሙሽተን ሽሕን ኣርብዓን ሽዱሽተን ቅርሽን ይመጽእ ኣሎ ማለት እዩ። ደቂ ዓበይቲ ወይ ማዓረይ ብጣዕሚ ወሰኽ ኣርእዩና እኒሆ ብለማዓንቲ ዕለት እስኪ ንስኹም ከ ክንደይ ኣሽሪፍኩም ደሞ ኣብ ኮሜንት ጸሓፉለይ ትማሊ ኮሜንት እናንበብኩ ነይረ ሓንቲ ሓፍተይ ብዕስራን ሰለስተን ሓዊለ ኢላ ኣብ ኮሜንት ጽሒፋ ብዕስራን ሰለስተን ማለት ልዕሊ ኣርባዓን ሽሕ ርያልሲ ልዕሊ ኣርባዓን ሰለስተን ሽሕ መጸ ኣሎ ካብኡ ንዓኣ መልሲ ዝሃብዋ ደሞ ሓሳዊት ኣበ እዩ ከምኡ ዝህልኸኒ እስኪ ከምኡ እንተሊ እባ ኣራኽብና ክንደይ ክትሕስው ኢኺ ኢሎምስ ጽሒፎምላ ደቂ ዓቢት ዋይ ንሳ እኮ ዝሓወለቶ እያ ትዛረብ ዘላ እምበር ካልእ የኾነይ እና ንምንታይ ክንድኡ ሓዊልከ ኢልካ ጸርፎ ኣለልዩ እናሲ ኣይትጻረፉ ክብራት ኣሕዋት ብጣዕሚ ተሰሚዕኒ ንሳሲ ክንድዚ ሓዊለ ተጠንቀቑ ከይትብልዑ ከይትሽወዱ እያ ዘሎት እምበር ክንዱ ክንድዚ እስካብ ክንድዚ ኢላ ዝሓለየትልኩምሲ ክትጸርፍዋስ የብልኩምን ኣነ ባዕሉሲ ንዓኻትኩም ብምሕሳብ ሓደ ንባዕለይ ካልኣይ ከዓ ንበዓል ጥቕሚ ይጠቕመኩም ብምባል እዩ መዓልቲ መዓልቲ ሸርፊ ዝቐርብ ዘለኹ ወረ ስለዚ ጸርፍሲ ኣገዳሲ የኾነ ንዝሰርሕ ሰብ ምብርስ ታዲያ እምበር ብጸርፊ ዝምለስ ሰብ ዘሎ ኣይመስለንን እና ክብራት ኣሕዋተይ እቲ ትኽክለኛ ሓዋላ ግንሲ ብኸምኡ እዩ ዘሎ ማለት እዩ እና ንዓካትክም ብምሕላይ እምበር ካልእ ኣይኮነን እዚ ክብለክም ከለኩ ኣትክም ትጻረፉ ሰባት ብቻ እዩ እና ደቂ ዓቢትወይ እይትጻረፉ ክብለክም ይፈቱ እንግዲ ሎማዓንትካ ክንደይ ሓዊልኩም ደሞ ኣብ ኮሜንት ጻሓፉ። ክብራት ኣሕዋተይ ቀጺልና ንሪኦ ናይ ኦማን ርያሊ ክከውን ናይ ኦማን ርያል ብጸሊም ዕዳጋ ውይ ካዓ ብሓዋላ ኣርባዕተ ሚእትን ኣርባዓን ሰለስተን ቅርሽን ነጥቢ ዓሰርተ ሳንቲምን ክሽረፍ ከሎ ሚእቲ ናይ ኦማን ርያል ኣርባዓን ኣርባዕትን ሽሕን ሰለስተ ሚእትን ዓሰርተን ይመጸ ኣሎ። ቀጺልና ንሪኦ ናይ ጆርዳን ዲናር። ናይ ጆርዳን ዲናር ብጸሊም ዕዳጋ ዊከዓ ብሓዋላ ክልተ ሚእትን ኣርባዓ ቅርሽን ነጥቢ ዓሰርተ ሽዱሽተ ሳንቲምን ክሽረፍ ከሎ ሚእቲ ናይ ጆርዳን ዲናር ዕስራን ኣርባዕትን ሽሕን ዓሰርተ ሽዱሽተ ቅርሽን ብቻ ይመጽእ ኣሎ። ቀጺልና ንሪኦ ናይ ባህሬን ዲናር። ናይ ባህሬን ዲናር ብጸሊም ዕዳጋ ወይ ከዓ ብሓዋላ ኣርባዓን ሓሙሽተን ቅርሽን ነጥቢ ይቅርታ ኣርባዕተ ሚእትን ሓምሳን ክልተን ቅርሽን ነጥቢ ሰብዓ ሳንቲምን ክሸርፍ ከሎ ሚእቲ ናይ ባህሬን ዲናር ኣርባዓን ሓሙሽተን ሽሕን ክልተ ሚእትን ሰብዓን ይመጽእ ኣሎ። ቀጺልና ንሪኦ ናይ ቱርኪ ሊሬ። ናይ ቱርኪ ሊሪ ብጸሊም ዕዳጋ ወይ ክዓ ብሓዋላ ኣርባዕተ ቅርሽን ዜሮ ትሽዓተ ሳንቲምን ክሸረፍ ከሎ ሚእቲ ናይ ቱርኪ ሊሪ ኣርባዕተ ሚእትን ትሽዓተን ይመጽእ ኣሎ ማለት እዩ ብምቅጻል ንሪኦ ናይ እስራኤል ሽቅል ናይ እስራኤል ሽቅል ብጸሊም ዕዳጋ ወይ ክዓ ብሓዋላ ብዝገርም ኩነታት ሓምሳን ክልተን ቅርሽን ነጥቢ ቴስዓ ሳንቲምን ክሸረፍ ከሎ ሽሕ ናይ እስራኤል ሽቅል ሓምሳን ክልተን ሽሕን ቴስዓ ቅርሽን ይመጽእ ኣሎ ክብራት ኣሕዋተይ ብጣዕሚ ወሰኻ ሪእና እንሆ ሎማዕንቲ ዕለት እና ናይ ሎማዕንቲ ሸርፊ ከምዚ ይመስል ነይሩ ንስኻትኩም ከ ሕድሕድ ሃገራት ክንደይ ኣሽሪፍኩም ክንደይ ልኢኩም ንዝብል ምስ ንስኻትኩም ሓበሬታ ኮሜንት ተወሃው ደቂ ዓቢት ወይ ማዕረይ እስካብ ቪድዮ ፍጻመ ንስተኸታተልኩምኒ ካብ ልብና መስገንኩ እየ ንዓይ ንሓፍትኹም እውን ላይክ ሸር እናገርኩም ኣበረታትዑኒ ሰሰናዩ ብጣዕሚ እየ ዝፈትወኩምን ዘኸብረኩምን